ኣብ መንጎ ሶማልን ኢትዮጵያን ተፈጢሩ ዘሎ ወጥሪ ብዘይ መፍትሒ ይቕጽል ኣብ ዘለወሉ እዋን፣ እታ ንሳውን ምስ መንግስቲ ፈደራል ሶማል ኣብ ዘይምስምማዕ ኣትያ ዘላ ዞባ ጁባላንድ ነቲ መንግስቲ ፈደራል ሶማል ኣብ ልዕሊ ኢትዮጵያ ዘቕረቦ ኢትዮጵያ ንጁባላንድ በጽዋር ትሕግዛ ኣላ ዝብል ክሲ ነጺጉ። ሚኒስተር ጸጥታ ጁባላንድ ጀነራል ዩሱፍ ሑሴን ዑስማን፣ መንግስቲ ሶማል ክልተ ኣጽዋር ዝጸዓና ነፈርቲ ኢትዮጵያ ኣብ ከተማ ኪስባየ ዓሊበን ክብል ንመንግስቲ ኢትዮጵያ ክሲ ምቕራቡ ካብ ሓቂ ዝረሓቐ'ዩ ብምባል ነቲ ክሲ ነጺግዎ። እቲ ሚኒስተር ጸእታ ዝኾነ ጀነራል ዩሱፍ ሑሴን ዑስማን ንድምጺ ኣሜሪካ ሶማል ኣብ ዝሃቦ መግለጺ፣ ነቲ ክሲ መሰረት የብሉን ኢሉ ድሕሪ ምንጻግ፣ መንግስቲ ሶማል ብዘይ መርትዖ ከምዚ ዓይነት ክሲ ከቕርብ ኣይነበሮን ኢሉ። ብተወሳኺ ኢትዮጵያ ኣብ ሓያሎ ዞባታት ሶማልያ ወተሃደራዊ ህላወ ከም ዘለዋ ብምምልካት፣ ንኣብነት ኣብ ጌዶ፣ በይ፣ ባኩል፣ ሂራንን፣ ዘሎ ናይ ኢትዮጵያ ወተሃደራዊ ህላወ ብምጥቃስ፣ ኢትዮጵያ ኣብ ሶማል ዘለዋ ወተሃደራዊ ህላወ ዝጸንሐ'ዩ ዘመልክት ግብረ መልሲ ሂቡ። ካልእ ብተወሳኺ እዚ ሚኒስተር ጸጥታ ናይ ጁባላንድ፣ ሰራዊት ኢትዮጵያ ኣብ ቡላ መደበር ንምቛም ኣብ ዝፈተኑሉ እዋን ካብቲ ከባቢ ተቓውሞ ገጢሙዎም ንዝብል መግለጺ መንግስቲ ፈደራል ሶማል ክነጽግ እንከሎ ነቲ ብተደጋጋሚ ዝቐርብ ዘሎ ሰራዊት ኢትዮጵያ ንጁባላንድ ይሕግዝ ኣሎ ዝብል ክስታት ድማ መሰረት ዘይብሉ ክብል'ዩ ነጺግዎ ዘሎ። እዚ ከምዚ ኢሉ እንከሎ ድማ ምክትል ሚኒስትር ዜና መንግስቲ ፈደራል ሶማል ዓብዱራሕማን ዩሱፍ ኢትዮጵያ ዘይሕጋዊ ምስፍሕፋሕ ንጥፈታት ተካይድ ኣላ ብምባል ንዞባታት ሶማልያ ኣጽዋር ብምቕራብ ምልሻታት ብምምልማልን እታ ሃገር ንዘይምርግጋእ ትሰርሕ ኣላ ክብል ከሲሱ። ኢትዮጵያ ብኮንትሮባንድ ናብ ፑንትላንድን ጋልሞዱግን ኣጽዋር ምእታው ኣብ ሒርሸበለ ምልሻታት ብምእካብ ሉእላውነት ሶማልያ ንምድኻም ትሰርሕ ኣላ ክብል እውን ከሲሱ ኣሎ። ኣብ ዝሓለፈ ወርሒ ጥሪ ኢትዮጵያ ምስ ሶማሊላንድ ባሕሪ ዘውህብ ስምምዕ ድሕሪ ምፍራማ ምስ መንግስቲ ሶማል ኣብ ዲፕሎማስያዊ ወጥሪ ኣትያ ዘላ ኮይና ኣብ ውሽጢ ሶማል ዝርከቡ ገለ ከም ጁባላንድ ዝኣመሰሉ ዞባታት ግን ንህላወ ሰራዊት ኢትዮጵያ ኣብ ሶማል ይድግፉ ከምኡ ድማ ምስ መንግስቲ ሶማል ዘለዎም ፖለቲካዊ ርክባት እንዳሓርፈፈ እዩ መፂኡ በዚ ከዓ ሕጂ መንግስቲ ሶማል ኢትዮጵያ ንዞባታት ጁባላንድ ዝኣመሰሉ ምስ ፈደራል መንግስቲ ፖለቲካዊ ዘይምስምማዕ ዘለዎም ዞባታት ኣፅዋራት ትህብ ኣላ ብምባል ዝኸስስ ዘሎ። ኣብ ኢትዮጵያ ቀዳማይ ምዃኑ ዝንገረሉ ፋብሪካ ቴራናይት ኣብ ትግራይ ከተማ መቐለ ተተኺሉ ፍርያት ምሃብ ከም ዝጀመረ ተገሊጹ። ወናንን ዋና ፈጻሚ ስራሕን እቲ ትካል ገብረመድህን ገብረማርያም፣ እቲ ፋብሪካ ቅድሚ ኲናት ትግራይ ክትከል ዘድሊ ኩሉ ተማሊኡ ዘመናዊ ማሽናት ኣብ ምጉዕዓዝ ምንባሩ ተዛሪቡ'ሎ። ኮይኑ ግና ብሰንኪ እቲ ኲናት ተዓናቒፉን ተደናጉዩን ኣብዚ ሕጂ እዋን ዳግም ኣገልግሎት ምሃብ ከም ዝጀመረ ወሲኹ ገሊጹ። ብምኽንያት እቲ ምትዕንቓፍን ምድንጓይን፣ ምስ ባንኪ ኣብ ዝነበረ ልቓሕ፣ ግዜ፣ እፎይታን ወለድን ዘይተደለየ ዕዳ ከም ዘጓነፎን ድማ ተዛሪቡ'ዩ። ገብረመድህን ኣብዚ ወቕቲ'ዚ ዋላ'ኳ ዝተደላደለ ፋይናንሳዊ ዓቕሚ ኣይሃሉ፣ ነገር ግን ሕውየት ትግራይ ንኽመጽእ ንእሽቶ ከበርክት ይኽእል'ዩ ዝብል ሓቦን ኒሕን ሰኒቑ ናብ ተግባር ከም ዝሰገሩ'ዩ ኣረዲኡ። ዋና መበገሲ እቲ መንእሰይ ክንሰርሕ ኢና ክንሓዊ ኢና ዝብል መንፈስ ክሕዝ ዝዓለመ እዩ ዓድና ባዕልና እምበር ማንም ከመሓይሸልና ከምዘይክእል ኩሉ ትግራዋይ ክኣምን ኣለዎ ክብል እውን ንማዕከን ዜና ቢቢሲ ተዛሪቡ ኣሎ ብፍላይ ኣብዚ እዋን ሕውየት ትግራይ ክረኣ እንተኾይኑ ኩሉ ዓቕሚ ዘለዎ ማሽን ተኺሉ ስራሕ ክፈጥር ከምዘለዎ ዝሓበረ ገብረመድህን እቲ መንእሰይ ከኣ ናተይነት መንፈስ ሒዙ ክሰርሕ ክኽእል ኣለዎ ክብል እውን ነዛ ማዕከን ተዛሪቡ። ቴራናይት ብዋጋ ሴራሚክ ብፅፈት ንግራናይት ዝትክእ ተመራፂ ውፅኢት ቴክኖሎጂ ምዃኑ ምክትል ፈፃሚ ስራሕ ሰላም ቴራናይት ከሰተ ገብረመድህን ይዛረብ። ቴራናይት ዋላ እኳ ኣብ ኣሜሪካን ኢሮጳን ዝተለምደ እንተኾነ ኣብ ኢትዮጵያ ግን ፈላሚ ዩ። ሙሉእ ንሙሉእ ኮምፒተራይዝድ ብምዃኑ ድማ ልዑል ፅፉፉን ውፁእን ፍርያት ከነቕርብ የኽእለና ኣሎ ማለት ዩ ክብል ውን ተዛሪቡ። ማሽነሪ ናይቲ ፋብሪካ ካብ ዓዲ ጥልያን ዝኣተወ ስርሓት ጀርመን ከምዝኾነን ንመፃረዪ ማሽን ሓዊሱ ኤሮጳዊ ደረጃ ዝሓዘ ጽፉፍ ምህርቲ ዝህብ ፋብሪካ እዩ ክብል እውን ኣካያዲ ስራሕቲ ትካል ቴድሮስ ኣብርሃ ይዛረብ። ብሰንኪ ኲናት ትግራይ ኣብ ዝበዝሐ ክልል ትግራይ ዝንቀሳቐስ ዝነበረ ፋብሪካታት ብቢልዮናት ዝግመት ዕንወት ዝበፅሖ ኮይኑ ዛጊት ዳግመ ህንፀት ከይተገብረሉ እዩ ፀኒሑ። በዚ ምኽንያት ድማ ብዙሓት መንእሰያት እቲ ክልል ካብ ስራሕ ተፈናቒሎም ተፀበይቲ ክኾኑ ኣገዲድዎም እዩ ፀኒሑ። ኣብ ክልተ ሽሕን ዓሰርተ ሸሞንተን ቀዳማይ ሚኒስተር ኢትዮጵያ ኣብይ ኣሕመድ ናብ ስልጣን ካብ ዝመጽእ ንደሓር ተዛማዲ ዲፕሎማስያዊ ርክብ ዝጸንሐን ኤርትራን ኢትዮጵያን ኣብዚ እዋን'ዚ ርክባተን ተባቲኹ ቀንዲ ፖለቲካውያን መራሕተን ዕላማ ዝገበረ ናብ ናይ ቃላት ኲናት ኣትየን ምህላወን ይገለጽ ኣሎ። እዚ ዝኾነሉ ዘሎ ምኽንያት ድማ ብወገን ኤርትራ ኮነ ኢትዮጵያ ንፖለቲካውያን መራሕቲ ክልቲኤን ሃገራት ዕላማ ዝገበረ ነቐፌታዊ ጸብጻባትን ምንእኣስን ምዝላፍን ዘለዎ ዝተፈላለየ መግለጺታትን ጸብጻባትን ይወጽእ ብምህላዉ እዩ። ብወገን ኤርትራ ብተደጋጋሚ ብዝተፈላለዩ መሓውራት ንቀዳማይ ሚኒስተር ኢትዮጵያ ኣብይ ኣሕመድ ቆልዓ፣ ወዲ በሻሻ እንዳበልካ ብምግላጽ ንመሪሕነቱን ኣካይዳኡን ዝነቅፍ ትሕዝቶታት ክዝርጋሕ እንከሎ ብወገን ኢትዮጵያ ድማ ብዕሊ ከምዚ ዓይነት መግለጺታት ወጺኡኳ እንተዘይነበረ ትማሊ ጀሚሩ ግን ኣብ ፋና ብሮድካስቲን ንፕረዚደንት ኤርትራ ከም ውልቀ መላኺ ዝገለጸ መግለጺ ክወጽእ እንከሎ ንኤርትራ ድማ ንዝሓለፉ ሰላሳ ዓመታት ሕገ መንግስቲ ዘይብላ ካብ ዓለማዊ ቁጠባን ፖለቲካን ዝተገለለት ሃገር ብምባል ዝገልጽ ጸብጻብ ወጺኡዮ። ከም ዝከር ኣብ ዝሓለፈ ቀረባ መዓልታትውን ኣምባሳደር ኤርትራ ኣብ ደቡብ ሱዳን ንቀዳማይ ሚኒስተር ኢትዮጵያ ኣብይ ኣሕመድ ከም ቆልዓ ዝገለጸሉ ድሒሩ ግን ዝተደምሰሰ ቃለ መሕትት ተዘርጊሑሉ ዝነበረ ኮይኑ በዚ ከኣ ኣብ መንጎ ኢትዮጵያን ኤርትራን ኣብዚ እዋን ናይ ቃላት ኩናት ተኸፊቱ ድሕሪ ክልተ ሽሕን ዓሰርተ ሸሞንተን ንመጀመርታ ግዜ ዲፕሎማሲያዊ ርክበን ኣብቲ ዝተሓተ ደረጅኡ ምህላዉ ይሕበር ኣሎ። ብወገን ኢትዮጵያ ድማ ብተወሳኺ ነቲ ዘሎ ኩነታት ብዘጋደድ መልክዕ ብርክት ዝበሉ ወረቐት ውን ዘለዎም ኤርትራውያን ስደተኛታት ካብ ኣዲስ ኣበባ ገፊፍካ ብመንገዲ ዓሰብ ናብ ኤርትራ ናይ ምስጓግ መስርሕ ይቕጽል ዘሎ ኮይኑ እዚ ኣብ መንጎ ኢትዮጵያን ኤርትራን ጀሚሩ ዘሎ ናይ ቃላት ኩናት ከኣ ናብ ዝኸፍኣ ካልእ ደረጃ ከይምዕብል እዩ ንዜጋታት እተን ክልተ ሃገራት ስግኣት ፈጢሩ ዘሎ። ከም ዝፍለጥ ኤርትራን ኢትዮጵያን ካብ ሽሕን ትሽዓተ ሚእትን ተስዓን ሸሞንተን ክሳብ ክልተ ሽሕ ዓመተ ምህረት ኲናት ኣካይደን ዝነበራ ኮይነን ብድሕሪኡ እውን ክሳብ ክልተ ሽሕን ዓሰርተ ሸሞንተን ቀዳማይ ሚኒስተር ኢትዮጵያ ኣብይ ኣሕመድ ናብ ስልጣን ዝመጽእ ኣብ ኲነተ ኲናት እየን ነይረን። ድሕሪ ክልተ ሽሕን ዓሰርተ ሸሞንተን ግን ዕርቂ ተገይሩ ኣብ መንጎ እተን ክልተ ሃገራት ዝነበረ ናይ ቴሌፎን ርክብ ዳግማይ ክምለስ እንከሎ መንገዲ ኣየር ኢትዮጵያ እውን ናብ ኣስመራ በረርኡ ጀሚሩ ነይሩ እዩ። ኣብ ኲናት ትግራይ ከኣ ሰራዊት ኢትዮጵያ ኣብ ጎነ ሰራዊት ፈደራል መንግስቲ ኢትዮጵያ ብምዃን ኣብቲ ኲናት ዝተሳተፈ ኮይኑ ድሕሪቲ ነቲ ኲናት ዘብቅዐ ሰምዕ ፕሪቶርያ ግን ኣብ መንጎ ኤርትራን ኢትዮጵያን ዝነበረ ርክባት እንዳሓርፈፈ ድሕሪ ምምጻእ እቲ ደጊሙ ተኸፊቱ ዝነበረ ናይ ቴሌፎን ርክብ ተቋሪጹ መንገዲ ኣየር ኢትዮጵያ ናብ ኣስመራ ዝገብሮ ዝነበረ በረራታት እውን ኣቋሪጹ ኣብ መንጎተን ክልተ ሃገራት ዴፕሎማሲያዊ ዘይምስምማዕ ተፈጢሩ ኣብዚ እዋን ድማ ብኽፉት ናብ ናይ ቃላት ኲናት እዩ ማዕቢሉ ዘሎ። ኣብ ሶርያ ስርዓት በሻር ኣልኣሳድ ካብ ዝወድቕ ንድሓር ጥራይ እስራኤል ልዕሊ ሰለስተ ሚእቲ ግዜ ናይ ነፈርቲ ደብዳብ ከም ዘካየደት ተገሊጹ። ኣቐዲሙ ተዘርጊሑ ኣብ ዝነበረ ጸብጻባት ዝርዝር ዕላማ መጥቃዕትታት እስራኤል ብዝምልከት ሓበሬታ ወጺኡ ዝነበረ ኮይኑ፣ ሕጂ እውን እስራኤል ደጊማ መጥቃዕትታታ ትቕጽል ምህላዋን መብዛሕትኡ ዕላማታት ከኣ መኻዚኖ ናይ ኣጽዋራት፣ መደበራት ሓይሊ ባሕሪ፣ ሓይሊ ኣየር፣ ከምኡ ድማ ናይ መጽናዕቲ ማእከላት ምዃኑ ተገሊጹ። እስራኤል ብዛዕባ'ዚ ዝፈጸመቶ መጥቃዕትታት ብተደጋጋሚ ትህቦ ኣብ ዘላ መግለጺታት፣ እቲ ባሻር ኣልኣሳድ ዝውንኖ ዝነበረ ክሳብ ኬሚካላዊ ኣጽዋር ዝበጽሕ፣ ሓደገኛ ኣጽዋራት ኣብ ኢድ ኣኽረርቲ ከይኣቱን ንጸጥታኣ ድማ ሓደጋ ከይከውንን ዝብል ምዃኑ'ያ ገሊጻ። ብመሰረት ዘሎ ጸብጻባት ድማ፣ እስራኤል ኣብ ርእሰ ከተማ ሶርያ ደማስቀስ ጥራይ ዘይኮነ፣ ርሕቕ ኢላ'ውን ክሳብ ኣሌፖን ሓማን ዝርከብ ሱሳ ከባቢታት ሶንይን ሶሉስን ብተደጋጋሚ ከም ዘጥቅዐት ተገሊጹ'ሎ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ!